ተወከልቲ ህዝቢ ከተማ ሽረ እንዳስላሰ ኣብ ግንባር ምዕራብ ከባቢ ዓደርቃይ ንዝርከቡ ኣባላት ሰራዊት ትግራይ ኣብቲ ግንባር ተረኺቦም ኣተባቢዖም። ተወከልቲ ህዝቢ ከተማ ሽረ እንዳስላሴ ንኣባላት ሰራዊት ትግራይ ዒስራ ከፍቲ ዝሃቡ እንትኾኑ ነበርቲ ወረዳ ፀለምቲ ድማ ሓደ ሚእትን ዓሰርተን ኣጣልን ኣርባዕተ ከፍትን ኣወፍዮም። ብፋሽሽቲ ኣብይ ኣሕመድን መላፍንቱን ዝተሰበረ ድልድል ተከዘ ሰጊሮም ንሰራዊት ትግራይ ዘተባብዑ ተወከልቲ ህዝቢ ከተማ ሽረ እንዳስላሰ ሰራዊት ትግራይ ፀላእቲ ህዝቢ ትግራይ ንምድምሳስ ብዘካይዶ ዘሎ ቃልሲ ሓበን ከምዝተሰምዖም ብምግላፅ ኣብ ጎኒ ሰራዊት ትግራይ ተሰሊፎም ደገፍም ከም ዘጠናኽሩ ሓቢሮም። ከይድና ንርእዮም ኣብ ዘለውዎ ንሕና ውን ኣካሎም ኢና ንርእዮም ኢልና ኢና መጺና ዝኔና እንኳዕ ደሓን ጽናሕኹም እንኳዕ ብጽቡቕ ኣራኸበና ዝኾነ እየኹም ብጣዕሚ ኢና ተሓጒስና ህዝቢ ትግራይ ብጣዕሚ እዩ ተሓጒሱ ብኣኹም ናይ ብሓቂ ብጣዕሚ እዩ ተሓጒሱ በቃ ከም ሓድሽ ትግራዋይ ተወሊዶ ኣሎ ክሳብ መጠረሻ መሳኹም ኣለና ምሳኹም እዩ ዘሎ ህዝቢ ኣየኹም ዘምሓተይ ኣየኹም ኣለና ኢና ብዝኾነ
ካብ ሽቱ ዝበፅሕ ምሳኹም ኣብ ጎንኹም ኢና ቁርሲ ቆሪስና ምሳሕ ገዲፍና ንዓኹም ሰላም ተዘይሃልዩ ኩሉ ነገር የለን ኣብ ጎንኹም ኢና። ንሕና ናይ ሰራዊትና ዝነበረ መርኣያ ናይ ሰራዊትና ዝነበረ ፅንዓትን ሓቦን ነቲ ሕብረተሰብ ኣረዲእና ከም ብሓዱሽ ነቲ ሕብረተሰብ ኣላዒልና ድማ ንዕኡ ዝግባእ ሒዝና ክንመፅእ ኢና መፂእና ሕጂ ሒዝና መፂእና ዘለና ያው መርኣይ ኣብ ዝቕፅል እውን ኣብ ዝበፅሖ ኣብታ ዝኣተው ኣቲና ኣጠናኺርና ዝግባእ ንሰራዊትና ዝኣክል ዝበልናዮ ለይትን ቀትርን ፅዒርና ኣብ ጎኒ ኢና ነቶም ጀጋኑ ምክልኻል ትግራይ በቲ ዝረኽብዎ ዘሎ ዓወትን ሓቦን ኣይዞኹም ኣብ ቅድሚኦም ኣብ ጎንኹም ኢና ክንብሎም ኢና መፂና ዘለና ቀፃሊ እውን እስካዕ መጨረሻ እስካዕ ኣብቲ ዝበፅሕዎ ኩሉ ቦታ እንዳኸድና ምስቶም ጀጋኑ ምክልኻል ሰራዊት ትግራይ ኣብ ጎኒ ትድኤፍ ምዃንና ኢና ክገልፅ እደሊ ካብ ኣዘዝቲ ኮር ሰራዊት ትግራይ ሓደ ዝኾነ ተጋዳላይ ጉዕሽ ገብረ ህዝቢ ትግራይ ኣብዚ ፈታኒ እዋን ኣብ ጎኒ ሰራዊት ትግራይ ተሰሊፉ ታሪኽ ዘይርሰዖ ደገፍ እናገበረ ከምዝመፀን በዚ እውን መስተንክራዊ ዓወት ከምዝተረኸበን ገሊፁ። ኣብዚኣ ዘብጻሕኹምና እውን ክቡራት ወለድን ህዝብናን እታ ምግቢ እውን ናትኩም ነይራ ምንም ኣብ ኢድና ኣይነበረናን እቲ ሓቦ እውን ትነውዑ ነይርኩም ንብዓትኩም ሓቢስኩም ኣጆኹም ኢልኩም ስሒቅኩም ኣበረታቲዕኹም ሰዲድኩምና ሓቦ ሰኒቕና ስንና ነኺስና ክንጋደል ኣቦታትና ክንመስል ህዝብና ናፃ ክነውፅእ ኣኸኢልኩምና ኢኹም ብኣኹም ኢና ኣብዚ በፂሕና መጀመርያ ሓፊርና ኔርና ሕጂ ግን ኣይንሓፍርን እታ ዝለኣኽኩምና ጌርና ኢና እቲ ዝተዋህበና ሓደራን መልእኽትን ጸኒዕና ኣብ መፈጸምትኡ ክነብጽሖ ኢና ዓወታትና እውን ጽቡዮም ዝቕጽሉ ዘለዉ ንሕና ደው ዘበለና ነገር የለን። ብቐጻሊ ድማ ሰራዊት ትግራይ ጸላእቲ ህዝቢ ትግራይ ንምቕባር ዘካይዶ ዘሎ ቃልሲ ኣብ መወዳእታ ንምብጻሕ እቲ ዝተጀመረ ድጋፍ ተጠናኺሩ ክቕጽል ተጋዳላይ ጉዕሽ ገብረ ጸዊዑ።